ከምዚ ነገር ዝጋጢምኩም ፈልጥ ዶ ሂወትኩም ክትቅይሩ ኢልኩም ድኮነ ጉዕዞ ትከዱ እሞ እንታይ ምካኑ ዘይርደእኩም ማሕለካ ኮይኑ እንዳሓዘኩም ንደብስኩም ድማ ኣብ ትስኩም ዘይትደልይዋ ቦታ ረኪብኩማ ትፈልጡ ዶ ንመብዛሕትና ከምዚ ነገር እዚ የጋጥመና እዩ እምበኣር ከስ እዚ ዝከውን ደሎ ነዘን ሎማዓንቲ ቀጺልና እንርእየን ኣርባዕተ ናይ ለውጢ ደረጃታት ብዝግባእ ዘይምርዳእና እዩ ስለዚ እምበኣር ኣብዘን ኣርባዕተ ናይ ለውጢ ደረጃታት ነብስና ኣበይ ከምዘላ ብምፍታሽ ድማ ብኸመይ ዝሓሸን ድበለጸን ሂወት ብምፍጣር ካብዚ ማሕለኻ እዚ ወጺእና ድማ ድበለጸ ኩሉ ግዜ ክንነብሮ እንብህጎ ዓይነት ሂወት ብኸመይ ክንነብር ከም ንኽል ብሰፊሑ ሎሚ እንርእዮ ክኸውን እዩ። ስለዚ እምበኣር ናብ ዩቲብ ቁምነገር ንምርኣይ ነብስኹም ንምስሓል ትመጹ እንተ ሃሊኹም ምሳኹም ዘለኹ ካልድ ሓውኹም እየ ኣብ ልክዕ ቦታ ኢኹም ደለኹም ሳብስክራይብ ብምግባር ቤተሰብ ኩኑ። ናብ ኣርባዕተ ናይ ለውጢ ደረጃታት ክብለኩም። መቸም እዚ ነገር እዚ ንመብዛሕትና የጋጥመና እዩ። ከምዚ ከጓንፈና እንከሎ ድማ መስርሕ ለውጢ ኣዝዩ ምርር ስልችው ክብለናን ንህይወትና ድማ ኣብቲ ዘይንደልዮ ቦታን ክንረኽባ ንኽእል ኢና። ግን ነዞም ኣርባዕተ ቀጺልና ንሪኦም ናይ ለውጢ ደረጃታት ብዝግባእ ክንግንዘቦም እንተደኣ ክኢልና እንታይ ክንገብር ከም ዘለና ኣበየናይ ደረጃ ከም ዘለና ክንርዳእ እንተደኣ ክኢልና ድማ of course ኣሕዋት ዝሓሸ ህይወት ክንፈጥር ንኽእል ኢና። እቲ ቀዳማይ ናይ ለውጢ ደረጃ ንመብዛሕትና ኣሲሩ ዝሕዘና እምበኣር ባንዴጅ ዝበሃል ወይ ድማ ባርነት እንብሎ ናይ ለውጢ ደረጃ እዩ። ኣብዚ ናይ ለውጢ ደረጃ እዚ ዘሎ ሰብ ብዛዕባ ምንታይ እዩ ዝሓስብ፣ ከመይ ዓይነት ህይወት እዩ ዘለዎ እንተ ኢልኩም ን ድማ ምሉእ መዓልቲ ክሓስቦ ዝውዕል ኣብ ህይወቱ ኣጓኒፍዎ ዘሎ ወይ እውን እሱ ዘይደልዮ ዝኾነ ዓይነት ሽግር ድዩ፣ ዝኾነ ዓይነት መከራ ድዩ፣ ዝኾነ ዓይነት ቃንዛ ድዩ ዶ ምሉእ መዓልቲ ብዛዕብኡ እንዳሓሰበ ሓድሽ ውጽኢት እዩ ዝጽበ ወይ ድማ ተስፋ ቆሪጹ እዩ ኮፍ ድብል። ምሉእ መዓልቲ ክሓስቦ ዝውዕል ብዛዕባ ደጋጥሞ ዘሎ ሽግራት፣ ብዛዕባ ደጓንፎ ደሎ ነገራት፣ ብዛዕባ ዘለዎ ሕጽረታት፣ ብዛዕባ ኣብ ሂወቱ ክኸውን ዘይነበሮ ግን ከኣ ኮይኑ ደሎ ነገራት እዩ the whole day ክሓስብ ድውዕል። ሰብ ከኣ ከም ኣተሓሳስብኡ ስለ ዝነብር ሓሳቡ ድማ እምነቱ ይቕየር። እምነቱ ተግባራቱ ይቆጻጸሮ፣ ተግባራቱ ድማ ውጽኢት እዮም ዝህቦ። The whole day ድማ ኣብታ እሱ ዘይደልያ ግን ከኣ you know በቃ ኣሜን ኢሉ ተቐቢሉዋ ዘሎ ደማር ደለ ዓይነት ህይወት እዩ ዝነብር። ካብዚ ወጻኢ ግን ካልእ ህይወት የለን ማለት ኣይኮነን። ግን ኣሕዋት ኣብዚ ደረጃ እዚ እንተደኣ ሃሊና ወይ እዚ ሰብ እዚ ኣብዚ ደረጃ እዚ እንተደኣ ሃልዩ ምሉእ መዓልቲ ተቖጻጺርዎ ዝውዕል ኣብ ደገ ዘሎ ሽግራት እዩ። ምሉእ መዓልቲ ክሓስቦ ዝውዕል እሱ ዘይደልዮ ግን ከኣ ኣጓኒፍዎ ዘሎ ሽግራት እዩ። ንኣብነት እንበል ምናልባት ዝኾነ ፋይናንሳዊ ሽግር ኣጋጢምዎ which is ንስድርኡ ገንዘብ ምልኣኽ ስኢኑ ክኸውን ይኽእል ወይ ውን ግብሪ በዚሑ ክኸውን ይኽእል ዕዳታት you know ተኾሚርዎ ክኸውን ይኽእል እዩ ብዙሕ ሽግራት ክሳራታት ኣብ ደገ ኣጋጢምዎ ክኸውን ይኽእል እዩ ግን ሙሉእ መዓልቲ ክሓስበሉ ብዛዕባ እቲ ሽግራት እቲ እዩ ኣነ እኮ እዛ ሂወት እዚኣ you know ክቕይራ እኮ እደሊ ኔረ እየ ግን እንትሪኦ ኣለኻ ኢኻ ኣነ ዕዳ በዚሑኒ ኣሎ ኩስቶ ከምዚ ጌረ ገንዘብ ሂበዮ ጠሊሙኒ ኣሎ ሓቂ እኮ እዩ እዚ ኩሉ ነገራት ሲስተም ናይዚ ዓዲ ከምዚ ትሪኦ እዩ እንደገና በዚ ግብሪ በዚ ገለ መለታት በዚ ገለ እንዳከፈልኩ እዛ ሂወት እዚኣ ኣሰልችያትኒ ኣደላ ብጣዕሚ ኣዝዪ መሪርኒ እዩ ደሎ ክብል ይክእል እዩ which is ናይ ክራይ ገዛ እንዳ ተደራረቦ ን መዓልቲ ንስድርኡ ድሰዶ ገንዘብ እንዳሰኣነ ብገንዘብ ስእነት ድቂ ሳቀ እንተ ሃልዩ ሓቂ እዩ ሰብ እዚ which is ኣብ ደገ ደሎ ነገራት ንክቆጻጸሮ of course ክፈቅደሉ እብ ንምንታይ እሱ ኢቲ ሓቂ ብ ደገ ድራኣይ ደሎ ግን እዚኣ ጥራይ ማለት ኣይኮነትን ሂወት ካልእ ሂወት ክነብር ይክእል እዩ imagine ንምንታይ ማለት ካብዚ ሂወት እዚ ውጽእ ኢልካ እቲ እስኻ ትደልዮ ዓይነት ኣታዊ እንዳ ረኽብካ ስድራኻ ከኣ you know እቲ እስኻ ትደልዮ ገንዘብ እንዳ ሰደድካሎም እኳ ደኣ ካብቲ እስኻ ትሓስቦ ንላዕሊ ኩሉ ነገራት ኮይንልካ ፈጣሪ ከኣ ንስኻ ትደልዮ ሂወት ውን ክህበካ ይኽእል ይኸውን እኮ እዩ ግን ኣብ ባንዴጅ እንተ ሃልዩ ሓደ ሰብ ሙሉእ ብሙሉእ ትኹረቱ ዝገብሮ ኣብ ዘጓንፎ ደሎ ሽግራት ኣብ ኣጋጢምዎ ደሎ ክሳራታት ኣብቲ ዘጓንፎ ደሎ ነገራት እዩ ሓደ ሰብ ከኣ ንበል ምናልባት ዝኾነ ዓይነት ክዕንብበሉ ክፈርየሉ ሰላም ክረኽበሉ ዝኣተወ ሓዳር ድዩ ወይ ፍቕራዊ ህይወት ድዩ ንሱ ከምቲ ዝደልዮ ዘይክኸውን ይኽእል እዩ። ምሉእ መዓልቲ ድሓስቦ ከኣ ናብቲ ገዛ ተኺድ ኪድ እውን ደይክመጸካ ይኽእል እዩ። እንታይ ብገለ ገለ ብምንታይ ገይረ እየ በቃ ድሓልፋ፣ ሕጂ ከኣ ኣትየ ክጨቓጨቕ ድየ፣ ሕጂ ከኣ ኣትየ ክጻረፍ ድየ፣ ሕጂ ከኣ ኣትየ ከምዚ ክኸውን ድየ ትብሎ ድኾነ ዓይነት ክትቅይሮ እንዳደለኻ ግን ከኣ ዘጽልእካ ዓይነት ህይወት ክህሉ ይኽእል ክኸውን እዩ። ከመይ ኢለ እየ ነዚ ክኽሕዶ? ብዛዕበይ እበር ክሓስብ ብዛዕባ ምንታይ ደኣ ክሓስብ ደሊኻኒ ክትብለኒ ትኽእል ኢኻ ሓወይ ሓፍተይውን ብተመሳሳሊ ግን ኣሕዋት ይርድእኒ እዩ ስቓይኩም፣ ይርድእኒ እዩ ሽግራትኩም፣ ንዕኡ ክንፈትሖ እንተ ደኣ ኮይንና ግን ብዛዕባኡ እንዳ ሓሰብና፣ ብዛዕባ እቲ ዘጓንፍ ዘሎ ሽግር እንዳ ሓሰብና ህይወትና ክንቅይር ማለት ዘበት እዩ። ሃብትና እቲ ናትና ኣብ ኣእምሮና ደሎ ሓሳባት፣ ኣብ ልብና ደሎ እምነት እዩ። እዚ ክንገብር እንተ ዘይክኢልና ግን ኦፍ ኮርስ ህይወትና ኣይክቕየርን እዩ። ስለዚ ህይወትና ክንቅይር እንተ ደኣ ኮይንና ካብዛ ሕጂ ኣቲናያ ዘለና ባርነት እንብላ ዘለና ናይ ለውጢ ደረጃ ናብታ ካልኣይቲ ክንከይድ ክንክእል ኣለና። ሓቅኻ እንዲኻ ካልድ። እዚ ኩሉ ነገራት ከይገብር ኣነ ግን እስከ ረእዮ ኢኻ ሙሉእ ሰውነተይ ብጣዕሚ ብሕማም እዩ ተወሪሩ ዘሎ ከመይ ኢለ ነዚ ሕማም እዚ ኪሒድካ ብዛዕባ ጥዕና ሕሰብ ትብለኒ ዘለኻ ክትብለኒ ውን ትኽእል ኢኻ ሓወይ ይርደኣኒ እዩ ሓደራኹም ኣሕዋት ዋት ኢፍ እስከ ሕሰብዎ ኢኹም ግን ወላ እኳ ናይ ምንባር you know ዘለና ዕድል ዓሰርተ ፐርሰንት እንተኾነ ኣብኣ ትኹረት ብምግባር ዝሓሸ ዓይነት ሂወት ክፈጥረልና ዝኽእል ፈጣሪ ኣሎ እንዶ መን እዩ ናይ መወዳእታና ጌርዎ ኣየናይ ዶክተር እዩ በቃ ንሞተሉ ግዜ ድውስኖ which is ከምኡ ተባሂልና ክንኮን ንክእል ኢና ምናልባት ብሕማም ብዝኮነ ነገር ክነሳቀ ንክእል ንኮና ግን ካልእ መፍትሒ ኣሎ እዩ ብዛዕብኡ እንዳሓሰብና ግን ሂወትና ሙሉእ ብሙሉእ ነጸልምቶ እንተ ሃሊና ካብቲ ሕጂ ሰዓት ዘጋጥመና ደሎ ሽግር ካብቲ ሕጂ ዘጋጥመና ደሎ ስእነት ካልእ ነገር ኣይክንረክብን ኢና ኣብዛ ናይ ለውጠ ደረጃ እዚኣ እንተ ሃሊና ድማ ባንዴጅ ወይ ከኣ ባርነት እዩ ድኮን ዝሓሸ ጥዕና ዝሓሸ ሰላም ዝሓሸ ፍቅሪ ዝሓሸ ሃብቲ ከነስተማቅር ዘኽእለና ፈጣሪና ኣሎ እንድዩ ኣሕዋተይ ግን ኣብዛ ባንዴጅ እዚኣ እንተ ሃሊና ሙሉእ መዓልቲ እንነብሮ ሂወት ካብ ደገ ናብ ውሽጢ እንዳ ነበርና ውሽጥና እንዳ ሓመስና ውሽጥና ድማ እንዳ ኣበላሸና ሂወትና ንኽንበላሾ ኢና ንገብር ደለና እንታይ እሞ ክንገብር ደሊኻና ዘጓንፈና ደሉ ሽግራት ከምዚ ትርእዮ ደለኻ እዩ ኮፍ ኢልካ ክትዛረበሉ ቀሊል እንድዩ ክትፍተኖ ግን ከቢድ እዩ ክትብሉኒ ትኽእሉ ኢኹም ኣሕዋተይ ኣብ ከምዚ ዓይነት ሂወት ውን ኣነ ነይረ እየ ብጥዕና ይሽገር ብገንዘብ ብፍላይ ብጣዕሚ ኣዝዩ ከቢድ ድኮነ you know ድክነት ከንጸላልወኒ ገንዘብ ዝስእነሉ ብዙሕ ግዝያት ነይሩ እዩ ብጣዕሚ ዝተሳቀኩሉ ግዝያት ግን ነዘን ናይ ለውጢ ደረጃታት ክርዳእ ምስ ጀመርኩን ብፍላይ ድማ ናብታ ካልኣይትን ሳልሰይትን ክሰግር ምስ ከኣልኩ ግን ናብታ ራብዐይቲ ከስተማቅራ ዝክእል ናጽነት ብከመይ ከም ደከድኩ ቀስ ደኣ በሉ ኢኩ እምበር ከረደእኩም የሕዋተይ ናብታ ካልኣይቲ በሉ ንኺድ ኣብዛ ካልኣይቲ ናይ ለውጢ ደረጃ እምበኣር ተኣሲርናሉ ዝነበርና እሱርቤት እንፈትሐላ ብጣዕሚ ወሳኒት ድኾነት ከም መንነትና እንነብረላ ወሳኒት ዝኾነት ናይ ለውጢ ረጃያ እዛ ደረጃ እዚኣ ድማ ምሕሳብ ናይ ለውጢ ደረጃ ትበሃል ኣሕዋት ካብዚ ኩሉ ክንዝርዝሮ ዝጸናሕና ሽግራት ካብዚ ኩሉ ዕንክሊሊ እዚ ከውጸና ዝኽእል ሓደ ነገር እንተደኣ ሃልዩ ኣተሓሳስባና እዩ ናብዛ ካልኣይቲ ናይ ለውጢ ደረጃ ክንከይድ እንተኺኢልና ድማ እታ ንኹሕኳሓ ዝነበርና ናይ ስቓይ ማዕጾ ምኹሕኳሕ ገዲፍና ናብ ካልእ በረኸት ብርሃን ጥዕና ሰላም ዘለዋ ማዕጾ ኢና ነማዕዱ which is ሕተቱ ክወሃበኩ ጸሎት ግበሩ ዱዓ ግበሩ ክወሃበኩም ናብ እድበለና ፈጣሪና ናብታ ደረጃ እቲኣ ምኻድ ማለት የሕዋተይ ይርደኣኒ እዩ ወላ ካብ ፋይናንስ ክንሽገር ወይ ከኣ ብጥዕና ወይ ውን ብሪሌሽንሽፕና ብድተፈላለዩ መንገዲ ወላኳ እንተተሸገርና እስኪ ኢማጂን ኣሕዋት what if ፈጣሪ እንታይ ይሰኣኖ እስኪ ንሕሰብ ኢና እሞ ካብዚ ኩሉ ሽግራት ኣውጺኡ ዝሓሸ ዓይነት ሂወት ክህበና ዝኽእል ፈጣሪ ኣሎ እንድዩ ንመን ኣለዎ እዝጊ ኣለዎ እዩ ነገሩ ኣሕዋት so ናብዛ ደረጃ እዚኣ ከ ከይትረኣ ኪኢልና ልክዕ ከምቲ ፈጣሪ ድብለና ሂወት ካብ ኣእምሮ እያ ትፍልፍል ካብ ኣእምሮ እያ ትምንጩ ይብለና እዩ ስለዚ እንታይ ኢና ንገብር መሲልኩም ናብ ኣእምሮና ንምለስ እሞ እቲ ንሕና ክንነብሮ ንደሊ ዓይነት ሂወት እንታይ ምኻኑ ብወረቐት እንዳ ጸሓፍና ብኣእምሮና እንዳ ሰኣልና ኣብ ልብና ኢና ንስርቶ። እዚኣ እታ ካልኣይቲ ናይ ምሕሳብ ደረጃ እያ ወይ ከኣ ናይ ናይ ናይ ለውጢ ደረጃ እያ ኣሕዋት። ስለዚ please ከም ከም ሰብ እኮ ሰብ ደብሎ ናይ ናይ ምሕሳብ ክእለቱ እዩ። ናይ ብሓቂ እታ ንደልያ ዓይነት ህይወት ክህበና ዝኽእል ፈጣሪ ከም ዘሎ ተረዲእና ኮፍ ኢልና እንታይ ክመስል ከም ንደልዮ ህይወትና እንታይ ዓይነት ህይወት ከም ንደሊ ኮፍ ኢልና ንጽሓፎ ኢና። እንተደኣ ናይ ብሓቂ ናብዛ ካልኣይቲ ናይ ለውጢ ደረጃ ክንከይድ ክኢልና ድማ ፈጣሪ ዝሓተትናዮ ነገር ክህበና ግዴታ እዩ። ስለዚ ሓደራኹም ኣሕዋት ትኹረትና ካብቶም ሕጂ ዘጋውንፉና ዘለዉ፣ ዘጋጥሙና ዘለዉ ሽግራት ኣውጽእ ነብሎ'ሞ ናብ ውሽጥና ንመለስ። ናብ ውሽጢ ተመሊስና እቲ ንሕና እንደልዮ ዓይነት ህይወት እንታይ ክመስል ከም እንደልዮ ኮፍ ኢልና ንጽሓፎ። እታ ካልኣይቲ ናይ ለውጢ ደረጃ ንሳ እያ። ኣቐዲምና እታ ንሕና እንደልያ ዓይነት ህይወት ኣብ ኣእምሮና ክንስእላ፣ ክንምነያ ናይ ብሓቂ ድማ ካብ ልብና ዝነቀለ ትምኒት እንተድኣ ሃልዩና of course ናብቲ ዝሓሸ ዓይነት ሂወት ምኻድና ዘይተርፍ እዩ ስለዚ እቶም ሽግራትና ከም ደለዎ ይጽንሑ እሞ what if እንተድፍትሑ ንሶም እንታይ እዩ ድመስል ሂወትና ጥዕና እንተንረክብ ምስ ስድራና ክንዘልል እንከለና ምስ ደቅና ክንዘልል እንከለና ጥዕናና ሙሉእ ተመሊሱ you know ናይ ብሓቂ ንፈጣሪና ምስጋና ክነህብ እንከለና ብኣእምሮና እስኪ ንስኣሎ ኢና ምናልባት ናይ ፋይናንሳዊ ሽግር እንተ ኣጋጢምና፣ እቲ ንሕና ክንሰርሖ ንደሊ እኹል እንብሎ ኣታዊ ንጽሓፎ እሞ ኮፍ ኢልና ብኸመይ we don't know ኣሕዋት ብኸመይ ከም ነምጽኦ ግን ብኸመይ ናትና ጉዳይ ኣይኮነን ንሱ ዝፈልጦ ፈጣሪ እዩ። ሓደራኹም ኣሕዋት ንሕና እንተ ልኣኽ ናትና ኤነርጂ ምሉእ ብምሉእ ከነስተኻኽል ክኢድና ወሪዱ ዝነበረ ኤነርጂና ትኹረትና ኣብቲ ተስፋ እቲ ክንገብሮ ክንጅምር ከለና ኤነርጂና ክብ ሓፍ ኢሉ ይብል እቲ መንገዲ ድማ ፈጣሪ የርእየና እዩ ኣነ ብሂወተይ ድረኣክዎ ንሱ እዩ ብከመይ ነዛ ሕጂ ሰዓት ደለክዋ ሂወት ከም you know ከም ድነብራ ከም ደለኩ ወይ ብከመይ ናብዚ ደረጃ እዚ ከም ድበጻሕኩ i can tell you ንድሕሪት ተመሊሰ ሕጂ ክነግረኩም እክእል እየ ኣብቲ እዋን እቲ ግን ብከመይ እንተረኣይኩምኒ ሕርብት ኢሉኒ እዩ ነይሩ i don't know anything ገንዘብ ድበሃል የብለይን ፍልጠት ድበሃል የብለይን እኳ ደኣ ክሳራ እዩ እኳ ደኣ you know ድንግርግር ድበለ ብጣዕሚ ሕውስውስ ድብለካ ዓይነት ሂወት እዩ ነይሩ I don't know ብኸመይ ግን ኣብዛ ካልኣይቲ ናይ ለውጢ ደረጃ ምስ ከድኩ I don't know በቃ ፈጣሪ እስኪ ሂወተይ እንተቀየረለይ እንታይ እዩ ድመስል ብኣእምሮይ ንዕኡ ደይስእሎ You see በቃ ዝደልዮ ዓይነት ሂወት ክነብር እንከለኹ ስድራይ ክሕግዝ እንከለኹ ጥዕናይ ክምለስ እንከሎ ከምቲ ኣነ ዝደልዮ ክኸውን እንከለኹ ብኣእምሮይ ንዕኡ ደጋጊመ ደጋጊመ ክሪኦ ንዕኡ ክጽሕፎ ንዕኡ ክጽልየሉ ንዕኡ ድማ ደጋጊመ መዲቴት ክገብረሉ ምስ ጀመርኩ ግን እዚ ሕጂ ሰዓት ዝነብሮ ዘለኹ ህይወት ዝኾነ ሰዓት ዝምነዮ እዩ ነይሩ። ትምኒት ዝኽልክለካ you know ንኽትምነ ዝኽልክለካ ዋላ ሓደ ሰብ የለን። ኣብዛ ደረጃ እዚኣ ሕጂ እንታይ ኢና ንገብር መሲሉኩም ኣሕዋት? ዝሆልደይ ንኹሕኩሑ ዝነበርና መዓጹ ክስቶ እንዲሞ ከምዚ ጌሩኒ፣ እዚ ዓዲ እዚ ከምዚ ትርእዮ እንዲ እንታይሞ ክገብር ደሊኻኒ፣ ክስቶ ኪኣ ከምዚ ጌራትኒ መን ሽሙ I understand የሕዋት እርደኣኒ እዩ። ከምኡ እንዳበልካ ግን መፍትሒ ይመጽእን እዩ። ትኹሕኩሒ ማዕጾ ክትቅየሩ እንተ ደኣ ክኢልካዮ ከኣ ካልእ ሓድሽ ዝኾነ ማዕጾ ድኽፈተልካ። ስለዚ ዩሲ ናብ ካልእ ማዕጾ ንእሽተይ ግልል ክትብል ክትክእል ኣለካ ካብቲ ሽግራትካ። Which is ብሓሳብ ኢኻ ግልል ትብል ኣሕዋት። እስኪ ስለዚ ሓደራኹም ኮፍ በሉ ኢኹም እሞ እታ ንስኹም ትደልይዋ ሂወት እንታይ ከም ትመስል ኣብ ወረቐት ጸሓፍዋ ኢኹም። ደጋጊምኩም ንዓኣ ረእይዋ ኢኹም። ደጋጊምኩም ንዓኣ ተሊላ ኢኹም ብፍላይ ፈጣሪ ንዓና ንደቂ ሰባት ዝሃበና ኢማጂነሽን ዝባሃል ናይ ኣእምሮ መሳርሒ ኣለና እንተዳኣ ኣሳጊርና ብኣእምሮና እታ ንሕና ንደልያ ሂወት እንታይ ከም ትመስል ክንሪኣ ደሊና ድማ ደጋጊምና ንዓኣ ኣብ ኣእምሮና ብምስራጽ እቲ ንደልዮ ዓይነት ሂወት ፈጣሪ ብኸመይ ከም ድህበና ስለ ንፈልጥ ብእምነት ንኽንጉዓዝ እያ ትሕግዘና። ሓደ ሓደራ ድብለኩም ነገር ድማ ኣሕዋተይ ምናልባት ሕጂ ብኸመይ እሞ ካበይ እሞ እንታይ እሞ እንብሎ ድኾነ ዓይነት ነገር ደይክህሉ ይኽእል ይኸውን እዩ ግን እንታይ መሲልኩም ኩሉ ነገራት ፈጣሪ ፈጢሩ ወዲእዎ እዩ ሰብ ናይ ምፍጣር ዓቅሚ ደይኮነ ደለዎ እንታይ ደኣ እዩ ዓቅሙ እንተረኣልኩምኒ ፈጣሪ ዝፈጠሮ በረከት ናይ ምርኣይ ዓቅሚ ግን ኣለዎ እዩ ስለዚ ፈጣሪ እቲ ንሕና ንደልዮ ዓይነት ነገር ኩሉ ነገራት ከምድፈጠረልና ከምድህበና ተረዲእና እቲ ክህበና ንደልዮ ዓይነት ሂወት ኮፍ ኢልና ብምስጋና ክንጽሕፎ ክንስርቶ ደጋጊምና ድማ ብዛዕብኡ ክንሓስብ እንተ ክኢልና ትኩረትና ካብቶም ሽግራትና ውጽእ ኣቢልና ኣብቲ ናትና በረከት ክንገብሮ ምስ ጀመርና ኤነርጅና ሓፍ እንዳበለ ጽቡቕ እንዳ ተሰማዓና ፈላም እንዳ ተሰማዓና እታ ኣይትግበእንን እያ እንብላ ዝነበርና ህይወት ድማ ኣብ ኣእምሮና እንዳ ሰረትናያ ኢና ንኸይድ። ከምዚ ክንገብር እንተ ደኣ ክኢልና ድማ ናብቲ ሳልሳይ ናይ ለውጢ ደረጃ ክንከይድ ንኸእል ኢና። እዚ ሳልሳይ ናይ ለውጢ ደረጃ ከኣ ካብቲ ኣቐዲምና ክንብሎ ዝጸናሕና ናይ ለውጢ ደረጃ ቁሩብ ክብድ ዝበለ ግጭት ወይ ከኣ ኮንፍሊክት ዝበሃል ናይ ለውጢ ደረጃ እዩ። ኣብዚ ደረጃ እዚ ከኣ ክልተ መንነታት እንዳ ተሓዋወሱ ኣእምሮና እዮም ዘናብጽዎ። ንመብዛሕትና ድማ እዚ ነገር እዚ። የጋጥመናን ካብዛ ቦታ እዚኣ ኢና ከኣ ንድሕሪት ንምለስን ከመይ መሲሉኩም ኣሕዋት ሕጂ ብኣእምሮና እንስእላ እንብህጋ እንብላ ትኹረት እንገብረል ክንገብረላ ኣለና ኢልና ክንዘርኣ ንሓስብ ክንነብራ እንደሊ ሂወት ኣላ ተጨባጢ ድማ ኣብ መሬት ደሎ ድኾነ ለውጢ ደይብሉ እኳ ደኣ ክሳራታት ድመልኦ ጥዕና ምሳኣን ድመልኦ ድኾነ ነውጺ ድመልኦ ሪዛልት ከኣ ወይ ከኣ ውጽኢት ከኣ ኣሎ እዩ ስለዚ ክልቲኡ ክተሓዋወሰና ይጅምር። ኣእምሮና ነየናይ ትኹረት ክገብር ከም ዘለዎ እዩ ን ቁሩብ ሕውስውስ ዝብሎ። ልብና ዝነግረና ክንበጽሖ ምዃንና፣ ፈጣሪ ከም ዘሎ፣ ዝሓሸ ህይወት ክንነብር ምዃንና እዩ። ኣእምሮና ዝነግረና ከኣ እንዳረኣኻዮ ከመይ ኢልካ? ኣይከውንን እዩ እኮ። ክሳራታት በዚሕካ ኣሎ፣ ክስቶ ጠሊምካ እዩ፣ ከምዚ ነገራት ተፈጢሩ ኣሎ፣ ሲስተም ናይዚ ዓዲ ትርኢ ኣለኻ፣ ዝኸውን ዝመስል ነገር ኣይኮነን እንዳበለ ክልተ ሓሳባት ኣብ ኣእምሮኻ ይመጽእ። ኣብዛ ሰዓት እዚኣ ከኣ ናይ ብሓቂ እታ ንሕና ንደልያ ዓይነት ሂወት ንኸይንነብር ዝገብረና ኩነታት ድፍጠር መብዛሕትና መቸም ከምዚ የንጋጥመና እዩ ኣብ ኣእምሮና ክልተ ነገራት ይመጹ እሞ ኣየናይ ክንክተል ከም ዘለና ከይተረደእና እቲ ሓደ ጆኺ ትኽእሊ ኢኺ ኣጆኻ ትኽእል ኢኻ ንኺድ ክትሰምር ክሰምረልና እዩ ፈጣሪ ዶብለካ እቲ ሓደ ከኣ ክላእ ስቂቅኪ ድየ ሃለውለው ትብሊ ዘለኺ ከመይ ኢልካ እዩ ክልወጥ እንደገና ከኣ ትርእዮ ኣለኻ ኢኻ ትማሊ ውን ፈቲንኪ you know ከሲርኪ ኢኺ እዝን እዝን ነገራት ኣጋጢምካ እዩ ኣብ ሕሉፍካ ደጋጠመካ ነገራት ዝዝርዝረልካ ከምዚ ኣጋጢምካ እዩ እዚ ኣጓኒፍካ እዩ ከምዚ ኮይኑ እዩ እቲ ኮይኑ እዩ ብጣዕሚ ተስፋ ዘቑርጽ ነገራት ከኣ ምናልባት ከጓንፉኻ ይኽእሉ ክኾኑ እዮም። እዚ ከጓንፈካ ክጅምር ከሎ ትፈርሕ። ፈሪሕካ ድማ ኣክንዲ ነቶም ዘፍርሑኻ ነገራት ፊት ንፊት ትገጥሞም፣ ክላእ ደይ ብቐደሙ ስቕ ኢለዮ ጀሚረዮ እንዳበልካ ኣእምሮኻ እንዳተሓዋወሰ እታ ተስፋ ጌርካላ ዝነበርካ ብኣእምሮኻ ክትጭብጣ ትሓስባ ዝነበርካ ሂወት ከይጨበጥካያ ትተርፍ'ሞ ስልችው ምርር እብለካ'ሞ ንድሕሪት ናብቲ ናይ ዓንተወይ ደረጃ ናብቲ ቀዳማይ ደረጃ ከኣ ትምለስ። እቲ ራብዓይ ደረጃ ናጽነት ነይሩ። በዚ እንተ ትሓልፍ ነይርካ፣ ንዕኡ እንተ ትስዕሮ ነይርካ ናብ ናጽነት ክትከይድ ትኽእል ኢኻ። ግን ናብኡ ንኸይትኸይድ ቴረር ቤሬር ድበሃል ወይ ከኣ ናይ ፍርሒ መፈተኒ ድልድል ይመጽእ እሞ ኣብ ጥቓኻ ጠጠው የብል። ዝኾነ ሽግር፣ ዝኾነ ክሳራ፣ ዝኾነ ነገራት ከጋጥመካ ይጅምር። ዘን ንድሕሪት ትምለስ። ንድሕሪት ተመሊስካ ድማ ናብታ ናይ ቀደም ባርነትካ ትኣቱ ማለት እዩ። ኣብዚ መስርሕ እዚ ኢና ከ ዕንክሊል ንብል ኣሕዋተይ። እዚ ውን በቃ ማለት ስልችው ይብለካ እንታይ ክገብር እየ ከ ከይደ ነይረ እንታይ ሕማመይ ስቅ ኢለ የደይ ንግሆ ምትሳእ ዶ ገለ ምግባር ዶ መጻሕፍቲ ምንባብ ዶ ከምዚ ኢሲ ኢልካ ሃለውለው እዩ እዚ ነገር እዚ እንዳበልካ ድማ ንድሕሪት ናብቲ ዝነበርክያ ባንዴጅ ትምለስ ኣብ ባንዴጅ ሰላም እዩ ምምራር ጥራይ ኣብ ባንዴጅ ሰላም እዩ ኣብ ባርነት ሰላም እዩ ንካልእ ሰብ ምፍራድ ጥራይ እዩ ማለት ኣቦታትና ውን ኢሎሞ እኮ እዮም ካብ ዘይትፈልጦ መልኣኽሲ ትፈልጦ ሰይጣን ይሕሸካ ይበሃል ግን ኣሕዋት ሰይጣን ይፍለጦ ኣይትፍለጦ ሰይጣን እዩ መልኣኽ ከኣ ፍለጦ ኣይትፍለጦ ኢሎም መልኣኽ እዩ በረኸት ሒዝልካ ብርሃን ሒዝልካ እዩ ዝመጽእ ግን ዝለመድካዮ ነገራት ስለ ዝህልወካ ኣእምሮኻ ከኣ ሓድሽ ለውጢ ስለ ዘይደሊ ልብኻ ንኸይትኽተል ይገብረካ እሞ ኢነ በቃ እንታይ ሽሕ ዓመት ኣይንበርን'ዩ እንታይ ኣትዩኒ'የ'ኸ ዝተጨነቕኩ እንታይ ኣትዩኒ ከምዚ ዝኾንኩ ማለት ኣነ ሂወተይ ምቐየርኩ ኔረ ግን በዓል ክስቶ እዮም እንዳበልካ'ኸ ናብዛ ናይ ናብ ድሕሪት ትምለስ ግን። ዝኾነ ሰዓት ኣብ ኣእምሮኻ ዝኾነ ተስፋ ፈጣሪ ቀሚጥልካ ስለ ዝነበረ ስልችው ኢልካ ኣይትተርፍን ኢኻ ናብታ ካልኣይቲ ናይ ለውጢ ደረጃ ውን ትምለስ ግን ንምንታይ እያ ፈጣሪ ሂወተይ እንተቀይሮ እንታይ ይፍለጥ ክስቶ ካኣ ድሕረይ መጽዩ ከምዚ ጌሩ ሂወቱ ቀይሩ ዝሓሸ ዒወት ክፈጥር ኪኢሉ ክስቶ ካኣ ከምዚ ጌሩ ከምዚ እኳ እንዳተፈጥ ኣነ እንታይ ኮይነ ኢየ እንዳበልካ ካኣ ናብ ነብስኻ ትምለስ እሞ then you start to dream። ክትሓልም ትጅምር፣ ራኢታትካ ከተቐምጥ ትጅምር፣ ክትምነ ትጅምር ሕጂ ከኣ። ስለዚ ብኣእምሮኻ ንዑ ክትምነ ምስ ጀመርካ ድማ ናብቲ ሳልሳይ ናይ ለውጢ ደረጃ ናብዚ ክንዶ ጸናሕና ግጭት ድበልናዮ ናብኡ ትኣቱ። ሕጂ ከኣ ኣእምሮኻ ኣብ ክልተ ይኽፈል። ብኸመይ እሞ ክስዕሮ'የ እዚ ነገር እዚ ክትብለኒ ትኽእል ኢኻ። ድሕሪኡ እዩ ኣሎ እቲ ናጽነት እቲ። ሓደራኹም ኣሕዋት እቲ ንሕና ጀሚርናዮ ዘለና ለውጢ ጅምር ግድፍ ንኸነብሎ ዝገብረና ዘሎ ኣጀማምራና ከነጸብቕ ስለ ዘይከኣልና ጥራይ'ዩ። ስለዚ እንታይ ንግበር? እቲ ንበህጎ ዘለና፣ እንምንዮ ዘለና ህይወት ንምንታይ ኢና ደሊናዮ ዘለና? ማዕረ ክንደይ እቲ ህይወት እተደልዮ ኢልና ንነብስና ንሕተታ ኢና። ናይ ብሓቂ ስትሮንግ ድኾነ ዋይ? ስትሮንግ ድኾነ ስለምንታይ እንተ ሃሊና ድማ ብኣእምሮና እንተ ምሉእ መዓልቲ እንሓስቦም ሓሳባት ብሉጻት እንተ ክንገብሮም ክኢልና፣ ምሉእ መዓልቲ ንውዕሎ ውዕሎ ምስ ከማና ዝኣመሰሉ ዝሓሸ ህይወት ዝደልዩ ሰባት እንተ ክንገብሮ ክኢልና፣ መዓልትና ድማ ብጸሎት ብምስጋና ንጅምሮ፣ እንርእዮ ቪድዮታት፣ እንርእዮ። ሶሻል ሜድያ እንኽተሎ ሶሻል ሜድያ ደሓን እንተ ደኣ ኮይኑ ኣብ ጸሎትና ድማ ንጸንዕ እንተ ደኣ ኮይና እታ ሂወት እቲኣ ድማ ፈጣሪ ክህበና ምዃኑ ክንርዳእ እንተ ደኣ ክኢልና ፍርሕና እንዳ ጠፍእ እምነትና እንዳ ሓየለ ከይዱ ናብቲ ናትና ናጽነት ከኣ ክንከይድ ንኽእል ኢና ግን ንምንታይ ዘይፍጠር ደሎ እቲ ንሕና እንደልዮ ዓይነት ሂወት ብኣእምሮና ምሉእ መዓልቲ እንሓስቦም ሓሳባት which is እቶም ኣብ ደገ ደጓንፉና ደለዉ ሪዛልትታት ወይ ውጽኢታት ተቆጻጺሮሞ ስለ ዘለዉ እዩ ስለዚ find a way ሓደ መንገዲ ንርከብ ኣሕዋት። ምሉእ መዓልቲ ኣእምሮና ሰላም ክንገብረሉ እንኽእል መንገድታት ክንረክብ እንተድኣ ክኢልና፣ እንክት እንከታተሎ ሶሻል ሜድያ ክኸውን ይኽእል፣ እንሰምዖም እንውዕሎ ሰባት፣ እንሰምዖ ነገራት ክኸውን ይኽእል፣ ተስፋ ድህበና፣ ትኹረት ድህበና፣ ደጋጊምና ነታ ንሕና ንደልያ ዓይነት ህይወት ከነስምራ ዝኽእል ድነግረና ምዃኑ፣ ምናልባት እውን ኣብ ኔጌቲቭ ድኾነ ሕማቕ ነገራት ኣትዮም፣ ኣብ ዓዘቕቲ ኣትዮም ዝሓሸ ህይወት ድፈጠሩ ሰባት ናቶም ቪድዮታት፣ ናቶም ባዮግራፊ፣ ናቶም መጽሓፍቲ ከነንብብ፣ ኣእምሮና ብኸምኡ ክንመልኦ እንተድኣ ክኢልና እሞ ድማ፣ ኣሳጊርና ብምርኣይ ፈጣሪ እታ ህይወት እቲኣ ከም ድህበና ብኣእምሮና ብዝግባእ እንዳ ሰኣልና እምነትና ድማ እንዳ ሓየልና ክንከይድ ተበኣኺኢልና እመኑኒ ኣሕዋተይ ፈጣሪ እንታይ ይሰኣኖ እታ ንሕና ንደልያ ዓይነት ንጽህቲ ድኾነት ነጻ ዝኾነት ብልጽቲ ድኾነት ህይወት ድማ ግዴታ እዩ ድህበና ማለት ፈጣሪ ኣለና ዶ ንመን ኢልዎ ስለዚ ሓደራኹም ናይ ብሓቂ ብ ጸሎትና ክንጸንዕ ብዝግባእ ድማ እታ ንሕና እንደልያ ዓይነት ሂወት ንምንታይ ከም ንደልያ ተረዲእና no ኣነ እንከለኹ ናይ ኣደይ ንብዓት ክደል ክርኢ ኣይደልን እየ ኣነ ኣብዛ ዓለም እዚኣ እንከለኹ ደቀይ ብድኽነት ክዓብዩ ኣይደልን እየ ከምዚ ዓይነት ሂወት ንዓይሞ ኣይግበእንን እዩ ዝሓሸ ሂወት ፈጣሪ ክህበኒ እዩ ኣለኹልኩም ዝብሎም ስድራይ ኣጆኹም ክብሎም እየ ኣነ ኣለኹልኩም ክብሎም እየ ጽላል ክኾኖም እየ ጽባሕ ንግሆ ክምብል እንተ ኪኢልና ብርግኣት ብእምነት ነታ ንደልያ ዓይነት ሂወት ንዘርኣ እሞ ብድሕሪኡ ድማ ከይተሃወኽና ህድእ ኢልና ምስ ተፈጥሮ ብምስምማዕ ንዘርኣሉን ንዓጽደሉን ግዜ እዩ ንበበይኑ ምዃኑ ተረዲእና ብዝግባእ ንሕና ጥራይ ዘርእና ንንከባኸብ ድኣ እምበር ኣሕዋት ናብታ ንደልያ ናጽነት ከሳግረና ዝኽእል ብሕፍኒ ኢድና ደርቢናሉ ኩንታላት ክህበና ዝኽእል ፈጣሪ ኣለና እዩ እምበኣርከስ ነዘን ናይ ለውጢ ደረጃታት ኣበይ ኢና ዘለና ንሕና ንርኣየን እሞ ነብስና ፈቲሽና ድማ ብኸምዚ መንገዲ እታ ደበለጸ እታ ደሓሸት እንብላ ሂወት ክንነብር ንኽእል ኢና ሓደራኹም ኣሕዋት ብዝግባእ ነዘን ነገራት እዚኤን ፈት ነዚ ነገር እዚ ፈትሽዎ ኢኹም ደጊምኩም እዛ ቪድዮ ተኸታተልዋ ኢኹም ስለዚ ንነብስኹም ድማ ኣበይ ከምዝረኽብኩማ ኣብ ኮመንት ኣቐምጥለይ ኢኹም ኣሕዋተይ ብኸምዚ መንገዲ ድማ ዝሓሸን ድበለጸን ሂወት ፈጣሪ ክህበና ይኽእል እዩ እምበኣርከስ ናይ ሽዱሽተ ወርሒ ቻሌንጅ ድማ ጀሚርና ኔርና ኢና ንዕኡም ብዝግባእ ትከታተልዎ ክትህልዉ ተስፋ እገብር ምናልባት ደይጀመርኩሞ እንተደኣ ሃሊኹም ግን እታ ቪድዮ እዚኣ ክገድፈልኩም እየ ነቲ ቻሌንጅ እቲ ጀምርዎ ኢኹም። ኣብ ዝቅጽል ቪድዮ ክሳብ ንራከብ ካብ ብልቢ ንኩላትኩም እንዳ ኣመስግንኩ ንግዜኩም ካብ ብልቢ እየ ደመስግን ክብረት ሃበለይ ኣሕዋተይ ሳብስክራይብ ደይገበርኩም ሳብስክራይብ ግበሩ ኢኩም ኣብ ዝቅጽል ቪድዮ ክሳብ ንራከብ ሰናይ ሰላም ንዓኩም።